ሰላም ሰላም ክቡራት ተኸታተልቲ መሶብና ከመይ ቀኒኹም ሎማዓንቲ እምበኣርከስ ከምቲ ኣብ ዝሓለፈ ክፋል ብዛዕባ ሬሽስ ፎር ሊንክስ ወይ ድማ ቀዳምነት ኒየማን ዝብል ሕጊ ተራፊክ ዝረኣናዮ ክልሰ ሓሳብ ማለት እዩ ሎማዓንቲ ብግብሪ ሒዘልኩም መፅእ ኣለኹም ንመን እዩ ቀዳምነት ዝግብኦ? እቲ ቀዳምነትከ ኣበየናይ ኣጋጣሚ ዝጠሓስ? ገለን ዝብሉ ብኣካል ኣብዚ ከተማ ንዐን ዘዳለኽዎን ቦታታት ኣለዋ ኬናቶም ታቤላታት ክንሪኦም ኢና እዚ ድማ ነቲ ብክልሲ ሓሳብ ዝረኣናዮ ትምህርቲ ብተግባር ከመይ ይመስል ኣብዚ ከተማ ዘለዋ ቦታታት ክወስደኩም እየ መኪና ክንዝውር ኢና ግን ኣብ ቀዳምነት ዋይ ረሽስ ፖል ሊንክስ ብፍላይ ድማ ኣብ ናይ 30 ዞን ወይ ድማ 30 ኪሎ ሜተር ኣብ ሰዓት ክትከይድ ዘፍቅደልካ ዞባ ኣሎ ኣከምዚ ዓድታት ማለት እዩ ወይ ድማ ከምዚ ኣንጎሎታት ዝበዝሖ መስቀላዊ መንገዲ ዝበዝሖ ኣከምኡ ኩሉ ግዜ ነቲ ፈታናይ ናትና መታን ከነርእዮ ብሓፈሻ ናትና ኣቓልቦን ተገዳስነትን ማዕረ ክንደይ ጥንቁቓት ከም ምዃንና መታን ክግንዘብ እንድሕር ንየማን ክንርኢ ኣለና እንድሕር ኢለ ልክዕ የማና በዚ ኣሎ ልክዕ ከምዚ ገይረ ኣነ ክርኢ ክኽእል ኣለኒ ጸጋም እንድሕር ኮይኑ በዚ ጽቡቅ ገይረ ክዋሳእ ክኽእል ኣለኒ ምክንያቱ ፈታናይ ኣብዛ ጎነይ ኮፍ ዝብል ነቲ እቲ መን ኢኹም ትብልዎ ሃቡኒ ስሙ እቲ እቲ መምህረይ ኣብዛ ጎነይ እዩ ኮፍ ድብል እቲ ፈታናይ ከዓ ብድሕሪ እዩ ኮፍ ድብል ብድሕሪት ኮፍ ኢሉ ኣነ እንታይ ይገብር ከመይ ዓይነት ምንቅስቃሳት ኣለኒ እንታይ ዓይነት ጥንቃቐታት ኣለኒ ብምሉኡ ናተይ ኩነታት እዩ ዝከታተሎ ማለት እዩ ስለዚ ኣብ ረሽትስ ፎሊንክስ ኩሉ ግዜ ግልፅ ምልፅ ክንብል ክንክእል ኣለና ግልፅ ምልፅ ማለት ከምዚ ገለ ደይኮነስ ጽቡቅ ጌርካ ኣቓልቦ ኣጋር እንድሕር ሓሊፉ ከምዚኣ ጌርካ በዚ ስርዒ እቲ ናትካ ጥንቃቐን ተገዳስነትን ነቲ ፈታናይካ ከተርእዮ ክትክእል ኣለካ እዘን ዝሰርሐን ዘለኹ ቪድዮታት ኣብ ፈተና ከመይ ጌርና ንዕወት መኪና ዘዊርካ ትኽእላ ትኸውን ወይ ድማ ምስ ፈተና ምስ ሓለፍካ ጽቡቅ ጌርካ ክትክእላ ኢኻ ምስ ተመክሮ ማለት እዩ ኣብቲ ፈተና ግን እንታይ ዓይነት ጥንቃቕታት ክንወስድ ኣለና እንታይ ዓይነት የድልየና እዚን ኩሎም ቪድዮታት ዘዳልወን ዘለኹ ፈተና ከመይ ጌርና ንዕወት ዝብል እዩ ምክንያቱ ብዙሓት ሰባት ስለ ዝርኢ ብዙሕ ገንዘብ ብዙሕ ዋጋ ብዙሕ ሓሳብ ስለ ዝኸፍሉ ነዚ ነገር እዚ እንተሓገዞም ብምባል እዩ እዚ ቪድዮታት ዘዳልዎ ዘለኹ ናብቲ ቪድዮ ከብለኩም እየ ሰናይ ምክትታል እዚ መበገሲ ካብ እንዳ ነዳዲ እየ ዝወፅእ ዘለኹ ናብቲ ቀንዲ ፅርግያ ይሕወስ ኣለኹ ሕጂ ንመን ቀዳምነት ይህቦም ኣለኹ ነቲ ነዚ ትሪእዎ ዘለኹም በዓል መኪና ጸጋም ዝዕጸፍ ዘሎ ከምኡውን ኣብቲ ቀንዲ ጎደና ዘለዋ ኣነ ሕጂ ብሊንከ ንየማን ጌረ ንጸጋመይ እንዳ ረኣኩ ምክንያቱ ነዘን ዝሓልፋ ዘለዋ መካይን ጸገም ከይኮነን ርእየ እንታይ ይገብር ነጻ ኣብ ዝኮነሉ ከምዚኣ ጌረ ይሓልፍ ማለት እዩ ቀዳማይ ማርሻ ተበጊሰ ካልኣይ ማርሻ እንዳ በልኩ እዚ ናይ ሓምሳ ስለ ዝኮነ ብሳልሳይ ማርሻ ዝኸይ ዘለኩ ኣብዚ ኣሎ እዚ ትሪእዎ ዘለኹም ብየማነይ ዘሎ ጽርግያ ንዑ ቀዳምነት ሂቡኒ ኣሎ ነዚኣ ጽርግያ እውን ቀዳምነት ሂቡኒ ኣሎ እታያ ብጫ ታቤላ ንሪኣ ዘለና ከምኡ እንዳበልኩ ናብቲ ከተማ ይወርድ ኣለኹ ኣብዚ ናይ ሓደጋ ምልክት ገይርለይ ኣሎ ጽርግያ ይዕረ ስለ ዘሎ ብናይ ሓምሳ ዝግብኦ ኣብዚ ሰላሳ ይኸይድ ኣለኹ። ኣብዚ ቅድመይ እንታይ ኣሎ ደሴት ኣሎ ደሴት ኩሉ ግዜ ኣብ ደሴት እታ ቀዳመይቲ መኪና ዝኣተወት ንዓያ ቀዳምነት ዝህባ ማለት እዩ ኦኬ ብካልኣይ ማርሻ ይኣቱ ክወፅእ ከለኹ ድማ ብሊንከ ገይረ በታ ዝወፀላ ፍራቻ ወሊዐ የማነይ ፀጋመይ ርኤ ኣጋር ከይህሉ ትኺለ ካብቲ ደሴት ወፅእ ማለት እዩ ኩሉ ግዜ ኣብ ደሴት ክንወፅእ ከለና ናይ ኣጋር ስለ ዘሎ ንኣጋር ኩሉ ግዜ ክንጥንቀቐሉ ክንክእል ኣለና። የማንን ፀጋምን ግልፅ ኢልና ብጥንቃቐ ክንሓልፍ ክንክእል ኣለና እንድሕር እቲ ኣጋር እንድሕር ረጊጽዋ ነታ ክሳይ ግድን ደው ክንብል ኣለና ኣብዚ ኣጋር ኣለኒ ቀስ ኢለ የማነይ ጸጋመይ ርኤ ይሓልፍ ንጸጋም ክዕጸፍ ደልየ ኣለኹ ፍራቻ ንጸጋም ገይረ ኣለኹ እዚ ሽራጥ ሽራጥ ዝረኣየና ዘሎ ጽርግያ ናተይ ቦታ ሂብኒ ኣሎ ንጸጋም መዕጸፊ ኣብዚኣ ኣትየ ኣብታ ናተይ ቦታ ደው ይብል ምክንያቱ ቀዳምነት ነቲ ኣብቲ ጎዳና ዘለዋን እዚን ዝሓልፋ ዘለዋ ንዐን ቀዳምነት ሂበ ሕጂ ኣነ ፍራቻ ን የማን ወሊዐ ይሓልፍ ይኣቱ ማለት እዩ ናብቲ ደለዮ ዘለኩ ጎደና እዚ ናይ ሳላሳ እዩ ዝዝኸሮ ዘለኹ ታቤላ ሳላሳ ዞን ኢሉኒ ኣሎ ኣብዚ ብየማነይ ፓርኪን ኣሎ ብጸጋመይ ከዓ ፓርኪን ኣሎ ኩሉ ግዜ ካብ ፓርኪን ትወጽእ መኪና ንዓይ ቀዳምነት ክትበኒ ክትክል ኣለዋ ረይዋ ሕጂ ብየማን ዝመጽእ ዘሎ በዓል መኪና እሱ ንዓይ ቀዳምነት ሂቡኒ። ኣብ ፓርኪን ሕጊ ቀዳምነት ኣይሰርሕን እዩ። እቲ ካብ ፓርኪን ዝወፅእ ዘሎ ሰብ እዩ ንዓይ ቀዳምነት ክህበኒ ዘለዎ። ኩሉ ግዜ ናይ ሰላሳ ብካልኣይ ማርሻ ኢና ንኸዶ ተምሃሮ ክሳብ ዝኾንና እታ መኪና ናህራ ክትስዕረና ስለ ዝኽእል ብሳልሳይ እንድሕር ኬንና ኩሉ ግዜ ኖርማል ካልኣይ ማርሻ ኣቲና ኦኬ ኣብዚ ናብቲ ቀንዲ ጽር ካብቲ ናይ ሰላሳ ወጺኤ ናብቲ ቀንዲ ጽርግያ ይሕወስ ኣለኹ እንታይ ክገብር ኣለኒ ደው ክብል ኣለኒ ቀዳምነት ክህብ ኣለኒ የማነይ ጸጋመይ ርኤ ብሊንከ ንጸጋም ወሊዐ ይኣቱ ማለት እዩ ናብቲ ቀንዲ ጽርግያ ኣብዚ እውን ይረኣየና ንሕራሉ ስቶብ ኣለኒ ኣብ ስቶብ ኩሉ ግዜ ዋን ወይ ስለ ዝኾነ ንየማን ክዕጸፍ ስለ ደልየ ዘለኹ ንየማን ፍራቻ ገይረ ቅድሚ እታ መስመር ማለት እዩ ኣብኣ ደው ይብል ሰለስተ ሰከንድ ድሕሪ መኪና ዘየለዋ መኪና እንድሕር ኣለዋ ከዓ ብፀጋመይ ዝመፃ መኪና ርኤ ተኸታቲለ ነፃ ኣብ ዝኾነሉ ጊዜ እንታይ ይገብር ብሊንከ ወሊዐን የማን ማለት እዩ ከምዚኣ ጌረ ይኣቱ እዚ ናይ ሰብዓ እዩ ኣብዚ ናይ ሰብዓ እዚ ሙሉእ ቀዳምነት ኣለኒ ማርሽ ኣብ ራብዓይ ጌረ ሰብዓ ይኸይድ ማለት እዩ ንየማን ክዕፀፍ ደልየ ኣለኹ ኩሉ ግዜ የማነይ ግልፅ ኢለ እንደገና ፍራቻ ወሊዐ ኩነታት ኣስተቢለ ናበይ ይዕፀፍ ናብታ የማን ናብታ ናተይ መንገዲ ድልያ ዘለኹ ኣንጎሎ ፀቢብ ኣንጎሎ ስለ ዝኾነ ካብ ራብዓይ ማርሻ ናብ ሳልሳይ ማርሽ ኣውሪደ ቀስ ጌረ ፍሬኑ ሒዘ በዚኣ ዋን ወይ ዘላ መንገዲ ኣይንባንሽትራሰ በዚኣ ናብቲ ደልየ ዘለኹ ጎደናይ ወረድ ኣብዚ እንታይ ናብ ናይ ሰላሳ ይኣቱ ኣለኹ እንታይ ይብለኒ ኣሎ ብየማንካ ዘሎ ከዓ ክትዕፀፍ ከለካ ንፀጋምካ ቀዳምነት ሃብ ይብለኒ ኣሎ ፍራቻ ንጸጋም ወሊዐ ነዚኦም ዝሓለፉ ቀዳምነት ሂበ ኣነ ከኣ እንታይ ይገብር ኣስተብሂለ ቀስ ኢለ ንጸጋመይ ይዕጸፍ እዚ ውን ናይ ሳላሳ ዩ ኣብ ናይ ሳላሳ ኩሉ ግዜ ብካልኣይና ክንከይድ ዘለና ኢለ ኣለኹ ተምሃሮ ክሳብ ዝኾንና ብሳልሳይ ክንከይድ ንኽእል ኢና ግን እታ መኪና ናህራ ክትውስኽ ስለ ትኽእል። ዜብራ ኣለኒ ኣብዚ ቁሊሕ ምሊሕ ይብል ቀስ ኢለ ኣስተቢለ ይሓልፍ እዚ በዓል ጻዕዳ መኪና ትሪእዎ ኣለኹ ካብ ሱፐርማርኬት እዩ ዝወጽእ ዘሎ እዚ ንዓይ ቀዳምነት ይህበኒ ኣነ ብቲ ቀንዲ ጎደና ስለ ዘለኹ ሕጂ ውን ኣብ ቅድመይ ናይ ስቶፕ ታቤላ ኣለኒ ኣብ ስቶፕ ኩሉ ግዜ ንጸጋም ክዕጸፍ ተደልየ ቀልጢፈ ናብታ ናይ ጸጋም ቦታ ከምዛ ትህበኒ ዘላ ዕድል ናባይ ይርኢ ኣብታ ቅድሚ እታ ሕንጻጽ ድማ ደው ይብል ኩነታተይ ይዕዘብ ሽዑ ንጸጋም ብሊንከ ጌረ ኩነታተይ ተዓዚበ ሓደጋ ኣብ ዘየጋጥመኒ እዋን ከምዚኣ ጌረ ንጸጋም ተዓጺፈ ይኸይድ። ኣብዚ ሕጂ ንምርኣዩ ዘሸግር ናይ ዜብራ ኣሎ ብየማነይ እንታይ ይመፅእ ግን ቀስ ኢለ ተጠንቂቐ ዝሒለ የማነይ ፀጋመይ ርየ ኣብዚኣ ከዓ ይሓልፍ ማለት እዩ እዚ ንዓይ ቀዳምነት ኣለኒ ብዚ ሽትራሰ እዚ ፎርፋርት ሽትራሰ እዩ ኣብዚ እውን ዜብራ ኣለኒ ተጠንቂቀ ሓልፍ ንየማን ክዕፀፍ እየ እንታይ ይገብር ፍራቻ ንየማን ይገብር ቀዳምነት ሃብ ትብለኒ ኣላ እዚኣ ስሉስ ኩርናዕ ታቤላ ነቲ ብፀጋመይ ዘሎ ጎደና ብየማይን ዘሎ ጎደና ንዕኦም ቀዳምነት ሂበዮም ይሓልፉ ኣለዉ ኣነ ከዓ ዕድል ኣብ ዝረኸብኩሉ ግዜ ከምዚኣ ገይረ ይሓልፍ ናብ ፓርኪን እየ ዝኣቱ ዘለኹ ኣብ ፓርኪን ከዓ ኩሉ ግዜ ሬሽስ ፎር ሊንክስ ክንጥቀም ክል ኣለና ብቀዳማይ ማርሻ እየ ዝኸይድ ካልኣይ ጸኒሑ ወይ ድማ ሳልሳይ ጸኒሑ ናብ ቀዳማይ ማርሽ ኣውሪደዮ ኣለኹ። እንደገና ኣብ ፓርኪንግ ከኣ ረሽስ ሆሊንክስ ክጥቀም ክኽእል ኣለኒ። ብየማነይ ትመጽእ መኪና ንዓኣ ቀዳምነት ክህባ ክኽእል ኣለኒ። የማን ኣለኒ ብዚ ቀስ ኢለ ተጠንቂቐ ርእየ ወላ ሓደ የለን ብሊንከን ንጸጋም ዓጺፈ ንየማን ወሊዐ ከምዚኣ ገይረ ይሓልፍ ኣብ ፓርኪ እንድሕር ኣቲና ትፈታናይ ብቐዳማይ ማርሻ ቀስ ኢልና ሬሽስ ፎሊክስ እናሓለና ክንከይድ ክንክእል ኣለና ካብ ፓርኪን ወፅእ ኣለኹ ካብ ፓርኪን ክወፅእ ከለኹ ድማ ነቶም ኣብቲ ቀንዲ ኣብቲ ቀንዲ ጎደና ዘለዉ ተሽከርከርቲ ቀዳምነት ክህቦም ክኽእል ኣለኒ ወላ ሓደ የለን ኣብዚ ጎደና እዚ ቅድመይ ናይ ባቡር መንገዲ ከም ዘሎ ይሕብረኒ ኣሎ ቀዳምነት እውን ንዓይ ኣለኒ እዚ ብጫ ታፔላ ማለት እዩ በዚኣ ብየማን ዘላ ጎደና ቀዳምነት ይብኒ ኣሎ ኣብዚ ሕጂ ክንሪኦ ዘለና እታ ቀንዲ ጎደና ንፀጋም እያ ትዕፀፍ ዘላ ፎርፋርት ኮይኑ ብሊንከ ክገብር ክኽእል ኣለኒ ጸጋም ብሊንከ ገይረ ብካልኣይ ማርሻ ምክንያቱ ቁርብተይ ጽብብ ዝበለ ጎደና ስለ ዝኾነ ኣብዚ ከኣ ዜብራ ተጠንቂቐ ኣብዚ ንየማን ተዓጺፈ ኣለኹ ኣብዚ እንታይ ኣብ ቅድመይ ዘላ ታቤላ እንታይ ይብለኒ ኣሎ ዒስራ ሜትሮ ካብዚኣ ምስ ከድካ ቀዳምነት ክትህብ ክትክእል ኣለካ ይብለኒ ኣሎ። ናብዛ ቀንዲ ጎደና ክሕወስ ማለት እዩ። ንየማን ክዕፀፍ እየ፣ ብሊንከ ንየማን ገይረ ኣለኹ። ቀዳምነት ሂበዮም እዞም ኣብዚ ቀንዲ ጎደና ዘለዉ ኩነታተይ ምስ ረኣኹ ዝሓሸ ዕድል ምስ ረኸብኩ ንየማን ክዕፀፍ እንታይ ይገብር ንየማን ይዕፀፍ። ኣብዚ ብጸጋመይ ዘላ ታቤላ ካብዚ ከተማ ከም ዝወጻኹ ትሕብረኒ ኣላ። ካብ ከተማ እንድሕር ወጺኤ ናይ ሓምሳ ወዲኤ ኣለኹ። ክሳብ ንዓይ ኣብ ቅድመይ ዘሎ ክንድዚ ኪድ ኢሉ ዘፍቅደለይ ክሳብ ሕጂ ወላ ሓንቲ ታቤላ ኣይረኣኹን። ክሳብ ብሚእቲ ክኸይድ ይኽእል እየ። ብሚእቲ እኸይድ ኣለኹ ሕጂ። ኣብዚ ኣብ ናይ ሳላሳ ዞን እየ ዘለኹ ኣብ ዓድታት ማለት እዩ ረሽስ ፖሊንክስ ዘለዎ እዚ ብየማነይ ጎደና ኣሎ ንዑ ቀዳምነት ሂቦ ወላ ሓደ የለን ቀስ ገይረ ይሓልፍ ኣብዚ ብካልኣይ ይኸይድ እንድሕር ኣዝዩ ዘፀግም ጎደና እንድሕር ኣልዩ ማርሻ ናብ ቀዳማይ ኣውሪደ ኩነታተይ ሪኤ ረኣይዋ ሕጂ እዚኣ ጎደና እዚኣ ዋላ ሓንቲ ኣይትርእን ኢኻ ቀስ ጌረ ሃዲኤ እንታይ ይገብር ይሓልፍ ከም ብሓድሽ ነዳዲ ወሲኸ ይኸይድ ኣብዚ እውን ካልኣይቲ ጎደና ኣላትኒ ረኣይዋ እዚኣ እውን ንየማነይ ቀዳምነት ሂበ ተጠንቂቐ ሪኤ ኣብዚ እውን ይሓልፍ ኣብዚ እውን ከምኡ ብየማነይ ጎደና ኣለኒ ኣብዚ ብጣዕሚ ጎደናታት ዝበዝሖ እዩ ረሽስ ሆሊንክስ ድማ ካልእ ታቤላታት ቀዳምነት ገለ ገለ ድብል የለን ግድን ንሕጊ የማን ተገዚእካ ትኸይድ ማለት እዩ እዚ ናይ ሰላሳ ዞን ግን ሰላሳ ዞን ክንኣቱ ከለና ሰላሳ ዞን ስለ ዝበለና ኩሉ ግዜ ብሰላሳ ኢና ንኸይድ ከምዚ ቦታ እሱ ከኣ ክነስተብህሉሉ ክንክእል ኣለና። ኣብዚኣ ትስዕብ ዘላ ታቤላ ድማ ኩሉ ግዜ እዚኣ ንሓንቲ ጎደና ጥራይ እያ ቀዳምነት ሂባትና ዘላ። ነዛ ብየማና ዘላ ጎደና ቀዳምነት ሂባትና ኣላ፣ ንዓኣ ምስ ሓለፍና ግን ብሕጊ የማን ተገዚእና ንኸይድ ክሳብ ዝኾነ ዓይነት ታቤላ ዘይኣዘዘና ማለት እዩ። ኣብዛ ኩነታት እዚኣ ከኣ ንተዓዘብ። በቲ ናተይ ሸነኽ ንዓይ እትኽልክለኒ እዛ ሚኒባስ ኣላ። ብኣንጻረይ ወገን ዝመጽእ ዘሎ ተሽከርካሪ ነጻ ስለ ዘሎ ኣነ ንዕኡ ደው ኢለ እንታይ ክገብር ኣለኒ ከሕልፎ ክኽእል ኣለኒ ደው ምስ በልኩ ብሊንከን ንጸጋም ወሊዐ ፍራቻ ንጸጋም ወሊዐ ምኽንያቱ ብድሕረይ ዝመጽእ ክሕብሮ ክኽእል ኣለኒ ገለ ጸገም ከም ዘሎ ኣብ ቅድመይ ማለት እዩ ስለዚ ዳይረክት ክኣትወኒ ክእል እዩ ከምዚ ገይረ ክጥንቀቕ ክኽእል ኣለኒ በዘን ዝረኣናየን ነጥብታት ምናልባት ሓጊዘናኹም ክኸውን ተስፋ ገብር